ብስም ጎይታ እየሱስ ክርስቶስ ብስም ኣቦኡን ብስም መንፈስ ቅዱስን ሓደ ኣምላኽ በስመ ስላሴ ዘለኣለም ስላሴ ፍትዋት ስድራ ፍትዋት ኢትዮጵያን ኤርትራውያን ሀመይ ትጸንሑታ ሰላመ ፈጣሪ ምስ ኹላትና ይኹን ሎማዓንቲ ሒዘልኩም ዝቐረብኩ ቅድሚ ሓዳር እንታይ ንግበር ልብል ክኸውን እዩ ማለት እዩ ቅድሚ ሓዳር ሓደ ክርስትያን እንታይ ክገብር ነዎ ልብል ክኸውን እዩ ማለት እዩ ናይ ቤተክርስቲያንና ኣስተምህሮኸ ቅድሚ ሓዳር እንታይ ክንገብር ትእዝዘና፣ እንታይ ክንገብርከ ትሕብረና፣ እንታይኸ ትምህረና ልብል ክንሪኦ ክንምኩር ኢና ሃም ኣምላኽ ፍቓድ ማለት እዩ። ብቕድሚኡ ግን ሓደ ሰብ ዝኾነ ስራሕ ክሰርሕ ተኾይኑ ቅድሚኡ ዝሰርሖ ሰብ ንኣብነት ሸኽላ ክሰርሕ ተደልዩ ቅድሚኡ ሸኽላ ዝሰርሐ ሰብ እንታይ እንታይ ኣማሊኡ ኣማሊኡ ሰሪሕዎ ልብል መጽናዕቲ ከካይድ ኒኦዎ ማለት እዩ እና ኣንሕናም ሓዳር ዝጀመሮ መን እዩ ኢልና መፅናዕቲ ከነካይድ እኒኤና። መን እዩ ሓዳር ጀሚርዎ? መን እዩ ሓዳር መስሪትዎ? ሓዳር ዝመስረተ መን እዩ ልብል ክንሪኦ እኒኤና ማለት እዩ። እና ሓዳር ዝመስረቶ ኣምላኽና ፈጣሪና እግዚኣብሄር እዩ ክኸውን ማለት እዩ። ኣብ ኦሪት ዘፍጥረት ምዕራፍ 2 ቁፅሪ 18 ከምዚ ይብል እግዚኣብሔር ኣምላኽና ከዓ ስብኣይ በይኑ ክኸውን ፅቡቕ ኣይኮነን ንኡ እትበቅዕ ደጋፊት ንግበረሉ በለ ንዑ ትሕግዞ ትምቸዮ ደጋፊት ንግበረሉ ኢሉ ይብለና ኣሎ ኦሪት ዘፍጥረት ማለት እዩ። ልፈቀዶ እግዚኣብሔር እዩ ሓዳር ልመስረቶ እግዚኣብሔር እዩ ማለት እዩ እና እዚ ቀጥታ ልወስደኩም ናብ ኣዳም ህይወት ክኸውን እዩ ማለት እዩ። ኣዳም ቅድሚ ሂዋን እንታይ ይገብር ነይሩ? እንታይ ይሰርሕ ነይሩ? ሓደ ክርስትያን ንኣዳም ህይወት ኣመክሮ ናዚ መጀመርያ ተመርዓዊ ናዚ መጀመርያ ሓዳር መስራቲ ሰብ ናዩ ህይወት ክነብሮ እኒኦ ማለት ቅድሚ ሓዳር ቅድሚ ምስ ሂዋን ምንባሩ ኣዳም ቅድሚ ሂዋን ናብ ህይወቱ ምምፃኣ ምስ ሂዋን ሓደ ቅድሚ ምዃኑስ እንታይ ይገብር ነይሩ ኣዳም ሓደ ኣዳማዊ እንታይ ክገብር ኔዎ ልብል ክንሪኦ ንሙኩር ኢና ማለት እዩ ብመጀመርያ ሓደ ኣዳም ሓደ ክርስትያን ቅድሚ ሓዳር እንታይ ክገብር ኔዎ ተይልና መጀመርያ ኣዳም በይኑ ነይሩ ኣብ ምንታይ ኣብ ገነት በይኑ ስለ ዝኾነ ኣዳም ሓጋዚ የድልዮ ኢሉ እግዚኣብሔር ሓሲብሉ ማለት እዩ እና ሓደ ሰብም ቅድሚ ሓዳር በይኑ ክኾን እዮ ወንድላጤ ክኾን እዮ ማለት እዩ ናይ በይንኻ ምንባር ናይ በይንኻ ምንባር ጣዕሚ መቐረቱ ከስተማቕሮን እዮ በይንኻ ብጣዕሚ ፈተናታቱ ህመይ ከቢድ ምዃኑ ብደንቢ ገይሩ ከስተማቕሮን እዮ ቅድሚ ሓዳር ምግባሩ ሓደ ብካልኣይ ሓደ ክርስትያን እንታይ ክገብር ነዎ ቅድሚ ሓዳር እንተይልና ምስ እግዚኣብሄር ክኾን ነዎ ምስ መን ምስ ፈጣሪ ክኾን ነዎ ኣዳም ቅድሚ ምስ ሂዋን ምንባሩ ምስ መን ነይሩ? ምስ እግዚኣብሄር ነይሩ ማለት እዩ። ምስ እግዚኣብሄር ስለ ዝነበረም እግዚኣብሄር ንኣዳም ይሓስበሉ ኣሎ ማለት እዩ። እና ሓደ ቅድሚ ሓዳር ምግባሩ ምስ ኣምላክ ክኾን እኒኦዎ መንፈሳዊ ህይወት ክምስርት እኒኦዎ መንፈሳዊ ላይፍ ክልዮ እኒኦዎ ማለት እዩ። ብሳልሳይ ደረጃም ክንሪኦ ንኽእል ኣዳም ኣብ ገነት እንታይ ይገብር ነይሩ እዩ ስራሕ ይሰርሕ ነይሩ ይብለና ማለት እዩ ከምዚ ይብለና ኦሪት ዘፍጥረት ምዕራፍ 2 ቁፅር 15 እግዚኣብሔር ኣምላኽ ከዓ ንሰብ ወሲዱ ክሰርሕን ክሕልዋን ኣብ ገነት ኤደን ኣቕመጦ ምዕራፍ 2 ቁፅሪ 15 ኦሪት ዘፍጥረት ማለት እዩ ኣብ ገነት ኮይኑ ኣዳም ስራሕ ይሰርሕ ነይሩ ይብሎ ኣሎ ሓደ ክርስትያንም ቅድሚ ሓዳር ምግባሩ ስራሕ ክሰርሕ ነይሩ ወላ ውዲ ሃፍታም እየ ክብል ይኽእል እዩ ኩሉ ልመልአለ እዩ ልሕግዘኒ ሰብ እኒኤኒ እዩ ማተራት ሙሉእ እዩ ናየይ ፍሉይ ክብል ይኽእል እዩ ግን ኣብ ገነት ሙሉእ እዩ እኮ ገነት እኮ ምንም ልጎደላ እኮ የብላይ ደስ ስለበሎ ክበልዕ ይኽእል እዩ ኣዳም ግን እግዚኣብሔር እንታይ ይብሎ ኣለዉ እዚ ንሰብ ወሲዱ ኣብ ገነት ገነት ክሕልያን ክሰርሕን ኣብ ገነት ኤደን ኣቕሚጥዎ ይብሎ ኣብ ገነት ኮይኑ ኣብ ገነት ውሽጢ ኣዳም ስራሕ ይሰርሕ ነይሩ ማለት እዩ እና ሓደ ክርስትያንም ቅድሚ ሓዳር ምግባሩ ስራሕ ክሰርሕ ኒኤዎ ማለት እዩ ናይ ስራሕ ሂወት ክልየ ኒኤዎ ልውዓሉ ክኽእል ኒኤዎ ካብ ጠጠዋርነት ክወፅእ ኒኤዎ ተለይ ኮይኑ ግን እዚ ንሓዳር ብቑዕ የኾነይ ማለት እዩ ንውዓሉ ተለይ ክኢሉ ስራሕ ክሰርሕ ተለይ ክኢሉ እዚ ንሓዳር ብቑዕ የኾነይ ማለት እዩ ቅድሚ ሓዳር ስራሕ ክስራሕ ኒኤዎ ብረብዓይ ደረጃ ንሪኦ ኦሪት ዘፍጥረት ምዕራፍ ክልተ ቁጽሪ ዒስራ፣ ሰብ ድማ ንኹለን እንስሳትን ኣዕዋፍን ሰማይ ንኣራዊት መሮሮን ክስይሞም ሃቦ፣ ንሰብ ግና ንእኡ እትበቅዕ ደጋፊት ኣይረኸበን። እግዚኣብሄር ኣምላኽ ድማ ንኹሎም ኣራዊትን መሮሮን ንኹላተን ኣዕዋፈ ሰማይ ካብ ምድሪ ገበረ፣ እቲ ከምዝ እንታይ ኢሉ ከም ዝጽውዖም ምእንቲ ክርኢ ኢሉ ኸዓ ናብ ሰብ ኣምጽኦም። እቲ ህያው ነፍሲ ዘለዎስ እቲ ሰብ ከም ዘውፀኦሎም ስሞም ንሱ ኾነ። እንታይ ይገብር ነይሩ? ቅድሚ ሓዳር ምግባሩ ማለት እዩ ኣዳም ቅድሚ ምስ ሂዋን ምንባሩ ንዕዋፈ ሰማይ ንእንስሳት ኩሎም ሽም የውፀኦሎም ነይሩ ይስይመሎም ነይሩ ማለት እዩ ኣንሕናም ሽም ነውፅእ ማለት ይኾነ ሶም ሶም ተዋሂቦም እኮ በቃ ሓደ ሻዕ ሂቦም እዩ ስርሑ እግዚኣብሔር ድማ ይሕጎስ ነይሩ እንታይ ኮይኑ እዩ ልሕጎስ ነይሩ እግዚኣብሄር ባዕሉ ዋና እዩ ሽም ከውፅእ ልኽእል ግን ንኣዳም ሂውዎ ማለት እዩ ብኣእምሮ ተጠቂሙ ስም ከውፀሎም ተሎ እግዚኣብሄር ይሕጎስ ነይሩ ማለት እዩ ፈጣሪ ይሕጎስ ነይሩ እና ኣንሕና እንታይ ክንገብር ንኤና ማለት እዩ ቅድሚ ሓዳር ኣንሕናም ሽም ከነውፀሎም ንኤና ንመን ኢና ሽም ነውፀሎም ኣብ ዙርያና ለለዉ ሰባት ኣንሽዑ ሰብ የነበረ ምስ ኣዳም ኣብ ዙርይኡ ነበሩ እንስሳት ብቻ እዮም እዞም እንስሳት ደማ ሽም ኣውፅእሎም ይብለና ኣሎ ኣባና ኣብ ህይወትና ኣብ ኣከባቢና ኣብ ኩሉ ነገርና ለለውም ኣብ መንገድና ኣብ ስራሕና ኣብ መንገ ኩሉ ለለው ኣብ ዙርያና ለሎ ሰባት ኩሎም ኣንሕናም ሽም ከነውፀአሎም ንኤና ማለት እዩ እንታይ ኢና ሽም ነውፀሎም እዩ ቅድሚ ሓዳር ምጋርና ቅድሚ ናብዚ ሓዳር ዝበሃል ምእታይና ሽም ከነውፀሎም ኒኤና እንታይ ሽም ነውፀሎም ኒኤና ልጠቕሙናይ ለይጠቕሙናይ ሰባት ፈሊና ክንፈልጦም ኒኤና ማለት እዩ ፈተውቲ መሲሎም ልጎድኡና ክኾኑ ይኽእሉ እዮም ክስዕቡ መሲሎም ልነኽሱናም ክኾኑ ይኽእሉ እዮም እዚኦም ሓዳር ምስ ገበርና ንሓዳርና ተፃባእቲ ክኾኑ ስለ ዝኽእሉ ማለት እዩ ንሓዳርና ጠንቂ መፍረስቲ ክኾኑ ስለ ዝኽእሉ ንሓዳርና ቀናእተኛታት ክኾኑ ስለ ዝኽእሉ፣ ንሓዳር ዕንቅፋት ክኾኑ ስለ ዝኽእሉ፣ ፈታዊኻይ ጸላኢኻይ እንታይ እዩ ሽም ምውጻእ ማለት እዩ። እዚ ሰብ እዚ ኣየድልየኒ፣ እዚ ሰብ እዚ ድማ የድልየኒ እዩ። ካብዚ ሰብ እዚ ክርሕቕ ንኤኒ፣ ናብዚ ሰብ እዚ ግን ክጠብቕ ንኤኒ ኢልካ ሽም ምውጻእ ዝጠቕመካይ ለይጠቕመካይ ብኣእምሮኻ ተጠቒምካ ምፍላይ ኦሪት ዘፍጥረት ምዕራፍ 2 ቁጽሪ 21 እግዚኣብሔር ኣምላኽ ከዓ ነቲ ስብኣይ ከቢድ ድቃስ ኣውደቐሉ፣ ደቀሰ ድማ። ካብ መሰንገሉ ዓጽሚ ኸኣ ሓንቲ ወሰደ፣ ኣብ ስፍራኣ ድማ ኣብ ስፍራኣ ድማ ስጋ መልኣ። እግዚኣብሔር ኣምላኽ ድማ ነታ ካብ ስብኣይ ዝወሰዳ ዓጽሚ ሰበይቲ ገይሩ ሰርሓ እሞ ናብቲ ስብኣይ ኣምጽኣ ይብሎ። ኣምጽኣ ቅድሚ ሓዳሩ ንኣዳም ህይወት ክነብሮን ወይና ንድለናና ሓደ ክርስቲያን ይደቅስ ማለት ይኾነ ሃመ ኣዳም ደቅስ ማለት ይኾነ ግን እንታይ ክገብር ነይዎ ሓደ ክርስትያን እንተይልና መበል ሓምሻይ ኩሉ ሓሳቡ ንሓዳር ሓሳቡ ንመን ክቦ ነይዎ ንፈጣሪ ከረክቦ ነይዎ ንፈጣሪ ክቦ ነይዎ ስለ ሓዳር ክጭነቀ የውሊ ኣዳም ክጭነቀ ይረኣናዮ ስለ ሓዳር ውዚ እሕሊፊውዎ በቃ ዓሪፉ በቃ ዓሪፉ ደቂሱ ማለት ዓሪፉ ኣይተጨናነቐይ ሓጋዘም ጸለይ ገለገለገለ በቃ ጭንቂ ኣተወይ ጽምእን ሓዳር ይነበሩ ኣዳም እግዚኣብሔር ሃም ልልድዩ ፈሊጡ ናብ ህይወቱ መነምጺሉ ሰበይ ተምጺሉ ይብለና ኣሉ ኦሪት ዘፍጥረት ምዕራፍ ክልተ ዒስራይ ሰለስተይ እና ኣብዚ ታሪክ እዚ ንሪኦ ተኣዩ ኣንሕናም ኩሉ ነገርና ሓሳብና ንሓዳር ድልየትና ኩሉ ንመን ክንወን ኢና ማለት እዩ ንእግዚኣብሔር ሕሊፍና ክንወን ኢና እግዚኣብሔር ሃምለ ይምፀሉ ምቸኮለ ማለት እዩ ንሓዳር ምቸኮለ ንሓዳር ፅምኢ ሃም ንሓዳር ፅምኢ ሃም ነበሮ ኣዳም መን ምስ መን ሓዳር ክገብር ነይሩ ይመስለኩም እስቲ ኣብ ዙሪኡ ነበሩ እንስሳት እዮም ኢልና ኢና ኣብ ዙሪኡ ነበሩ እንስሳት እዮም ንመን ክመርፅ ነይሩ ይኾን ኢልኩም ትሓስቡ ካብ እንስሳ በቃ ኣንሽዑ ፅብቕቲ ትበሃል እንስሳ መን እያ ተመን እያ እዩ ኣዳም ምስ ቸኮለ ኣዳም ንእግዚኣብሔር ንሓዳር ሓሳቡ ንሓዳር ህይወት ንእግዚኣብሔር ኣሕሊፉ ሃምለይ ሃቦ ምስ መን ሓዳር ክገብር ነይሩ ማለት እዩ ምስ ተመን ክገብር ነይሩ ማለት እዩ ፅብቕቲ ትበሃል ቆንጆ ትበሃል መን እያ ነይራ ካብ እንስሳት ተመን ስለልነበረት ኣሕናም ደቂ ተመን ንበሃል ነርና ማለት ግን ቸኮለ ኣዳም እሕሊፉ ስለልሃቦ እግዚኣብሔር ባዕሉ ናብ ህይወቶም ፅሉ እግዚኣብሄርም ኣብዚ ኻሊእ ንሪኦ ናብኡ ምፂ ኢሉ ዝብሎ እግዚኣብሄር ከገድዱ ንኣዳም የረኣናይ ሰበይትኻ ትኹን ምስኣ ሓዳር ግበር ምስኣ ምናምን የበሎይ ታይማ ኣምፂ ኢሉ ማለት ብዙሓት ሰባት ሃም ዓይነት ትፅቢት ስለለለና ማለት እዩ እግዚኣብሄር ክነግረና እከለ እያ እከለ ምስ እከለ ግዴታ ኣይብል እግዚኣብሄር ነፃ ፍቓድ ይውና እዩ ነፃ ፍቃዱ ሓደ ሰብ ነፃ ፍቃድ ኔዎ እዩ ደስ ለወለ ሰብ መሪፁ ከእቲ ክሓሪ ክመርፅ ማለት እዩ መሰል ኔዎ ግዴታ ምስዚኣ ትነብር ኔካ ግዴታ ምፃ ሓዳር ትገብር ኔካ ኢሉ ኣየገደካን እንታይ እማ ናብ ህይወትካ ይምፀልካ ምውሳን ለምውሳን ናመን ይኾን ድርሻ ናይኻ ድርሻ እዩ ማለት እዩ ናይ እግዚኣብሔር ድርሻ ናብ ህይወትካ ምምፃእ ምዕራፍ ክልተ ቁፅሪ ዕስራይ ሰለስተም ሃምዚ ይብላ ኣሎ ኣዳም ዓፅመይ ካብ ዓፅማ ኣዩ ስጋይ ከዓ ካብ ስጋ ኣዩ በለ ይብለና ኣሎ ፈትዎ ኣዳም የመጉሳ ኣሎ ይልብለሉ ኣሎ እንታይ የመጉሳ ኣሎ ንህዋን ስለምንታይ ፈትዎ ኣዳም ናብ ህይወቱ ስለለምፀሉ ፈትዋ እግዚኣብሔር ግዴታ ምስ ሓዳር ግበር ኢሉ ኣብዚ ከገድዶ ኣይረአይ ማለት እዩ ናብ ህይወቱ ኣምፂ ኢሉ በይኑ ክነብር ስለለይብሉ ሓጋዚ ትምቸዮስ መን ንፍጠረሉ ኢሉ ኣምፅእሉ ይብለና ኣሎ ኦሪት ዘፍጥረት ኣው ኣዳም ግን ኣብዚ በይኑ ሃብሊ ነበረ ቅድሚ ሂዋን ምምፃኣ ናብ ህይወቱ በይኑ ሃምሊ ነበረ ይነግረና ማለት እዩ ብዙሓት ሰባት በይኖም ኮይኖም በይኖም ዘይኮኑ ሰባትም እኒአው ማለት እዩ ንኣብነት ሓደ ምሳሌ እኒኦና ንፋስ ነፊሱ ጎርፊ ገሪፉ ኣብ ዓለቲ ዝተሰርሐ ገዛ ኣይፈርስ እዩ ይብሎ ማለት እዩ እና እዚ ንፋስ ነፊሱ ዝብሉ ኣቦታት ክትርጉምዎ ተለው ንፋስ ነፊሱ ማለት ሓደ ሰብ ብሓሳቡ ክወዛገብ ተሎ መፅሓፈ መነኮሳት ከንብብ ተሎ ናብ መነኮሳት ህይወት ደስ ዝብሎ ሰብ ናይ ኣቦታት ታሪክ ከንብብ ተሎ ናይ ኣቦታት ህይወት ልምስጦ ሰብ ንኣዳም ናይ ኣብርሃም እና ሳራ ክንብል ተሎ ንሓዳር ናይ ብቃል ኪዳን ሃም ልጽደቅ ልምስጦ ሰብ እዚ እንታይ ኢሎሞ ንፋስ ነፊሱ ኣብ ሓሸዋ ስለ ዝተሰርሐ ብትንትን ወፅዩ ሓደ ሰሙን ምንኩስና ደስ ይብሎ ንሓዳር ተንቢዎም ድሕሪ ሓደ ሰሙን ሓዳር ደስ ይብሎ ኩዕሾ ተጫወት ተሪኡ ናብ ኩዕሾ ተጫወት ምኻን ደስ ይብሎ እዚ እንታይ እዩ ከምዚ ዓይነት ሰብ በይኑ የኾነ ማለት እዩ እዚ ገና እዩ ልሓዳር የበቐዐይ ጽንሕ በል ንእሽተን ትዕግስቲ የድልዮ ምብሳል የድልዮ ኦ ስለምንታይ ገና እዩ እዚ ልውዓሉ ዘይኮነስ በይኑ ልወይኑ ምዃን ላኣወየሲ ሰብ ደሪቡ ሳሚ ገይሩ ክኾን ይኽእል ክኾን ኣይኽእል እዩ ችግር ምፍጣር እዩ ክኾን ማለት እዩ ንሰብ ኣምፂኻ ምችጋር እዩ ክኾን ፀኒሖም ካሊእ ምስ ረአ ሓዳር ደስ ክድብሮ እዩ በቃ ሓዳር ፀሊኡ ናብ ካሊእ ክኸድ ስለ ዝኽእል ማለት እዩ እና ከምዚ ዓይነትም በይኑ ኮይኑ በይኑ ዘይኮን ሰብ እኒኦ ዝጎርፍ ጎሪፉ ሉሉ ወለለ ሓዳር ኣየድልየኒ ምንኩስና ኣየድልየኒ መን ክጭንቆ ሃም ደስ ዝበለኒ ክነብር እየ ልብል ሰብ ወይ ካብ ሓዳር ወይ ካብ ምንኩስና ማለት እዩ እዝም ጎርፊ ጎሪፉ ልወሰዶ ልፈረሰ ገዛ ይብሎ ኣሎ ማለት እዩ እና ሓደ ክርስቲያን ዓለት ክኾን ነዎ ብምንታይ ብቃል እግዚኣብሄር ክምስረት ነዎ ብናይ ኣምላክ ቃል ክህነፅ ነዎ ክስራሕ ነዎ ክፈልጥ ኔዎ ክበስል ኔዎ ሓደ ክርስትያን ብናይ ኣምላክ ቃል ማለት እዩ ተለይ በሲሉ ተለይ ተሃኒፁ ብናይ ኣምላክ ቃል ምፍራሱ ኣይቀሪ ንፋስ ብልነፈሰሉ ቁፅሪ ሓሳቡ ብምምቅቃል ኣይቀሪ ጎርፊ ምስ ጎረፈ ኮስቶ ይኽእል እዩ ለመክሕ የውልይ ስለምንታይ ዓለት የኾነ እያ ዓለት የኾነ ነገር መመክሕ የውልይ በቃ ኣብ ኣምላክ ቃል ተመስረተ ኣብ ኣምላክ ቃል ብኣምላክ ቃል ተሰርሐ ሰብ ግን ፅኑዕ እዩ ማለት እዩ። ቕድሚ ሓዳር ቕድሚ ሕፀ ሰብ ሓሙሽተ ነገራት ከማልእ እኒኤዎ ኢልና ርኢና እኒኤና። መጀመርያ በይኑ ክኾን እኒኤዎ። ወንድላጤ በይኑ ናይ ወንድላጤ ህይወት ናይ ወንድላጤ ላይፍ ብደንብ ገይሩ ከስተማቕር እኒኤዎ። ካልኣይ ምስ እግዚኣብሔር ክኾን እኒኤዎ። ሳልሳይ ስራሕ ክሰርሕ እኒኤዎ። ልውዓሉ ክኾን እኒኤዎ። ልውዓሉ ክኽእል እኒኤዎ። ረብዓይ ኣብዚ ዝሪኡ ለለዉ ሰባት ፈልዩ ክፈልጦም ኒኤዎ ልጎድእዎይ ለይጎድእዎይ ልጠቕምዎይ ለይጠቕምዎይ ማለት እዩ ሓምሻይ ሓሳቡ ንሓዳር ድሌት ኩሉ ንመን ከረክብ ኒኤዎ ንኣምላክ ከረክብ ኒኤዎ ስለምንታይ እዩ ተይልና ሓደ ክርስትያን ቤተ ክርስትያን እንታይ እያ ትብሎ ተይልና ንሓዳር ፅምእ ክልዮ ድሌት የብላይ ቤተ ክርስትያን ብጣዕሚ ክንጠስለ ሓዳር የውሊ ሓደ ክርስትያን ስለምንታይ ተይልኹ ሓደ ሰብ ብጣዕሚ ተጠሚዎ ምግቢ እንታይ እዩ ኣየማርፅ ብጣዕሚ ተጠሚዎ ሓደ ሰብ ምግቢ ከማርፅ ይኽእል እዩ ለግነዮ እዩ ዝበልዕ ማለት እዩ ለግነዮ ገፊጡ እዩ ዝበልዕ እና ሓደ ሰብ ብጣዕሚ ፅምእን ሓዳር ተሃልይዎ ለግነዮ ሰብ ናይ ምእታይ ዕድሉ ሰፊሕ እዩ ማለት እዩ እና ቤተ ክርስቲያንናም እዚ ነገር እዚ ክጥንቃቄ ክገብረሉ ልእግዚኣብሔር ልፈጣሪ ሕሊፉ ክዎ ሃም ለለዎ ትናገር ማለት እዩ ሃኡ ብካሊ ደረጃ ንሪኦ ሃኡ ቀፂልና ንሪኦ ማለት እዩ ናብ ሕፀ ንምእታይ ልግበሩ ነገራት ማለት እዩ መስፈርት ክልዮን እዩ ሓደ ክርስቲያን ናብ መጀመርያ መስፈርቱ ግን ቤተ ክርስቲያን መስፈርት ገይራ ተቕምጠሉ ኣዎ ናይ እምነት ጉዳይ ማለት እዩ ምስ ካሊእ እምነት ለለዋ ሰብ ሓዳር ክገብር ሓደ ክርስትያን ቤተ ክርስትያን ኣይትፈቕደሉ እዩ መጽሓፍ ቅዱስ ኣይፈቕደሉ ብጣዕሚ ተጠንቅቆ ቤተ ክርስትያን እዚ ነገር እዚ እዩ ካልኣይ ቆሮንጦስ ምዕራፍ 6 15 ከምዚ ይብለና ክርስቶስ ምስ ብልዮር እንታይ ስምምዕ ኣለዎ ወይስ ኣማኒስ ምስለይ ዝኣምን እንታይ ግደ ኣለዎ እንታይ ስምምዕ ኣለዎ እንታይ ሓድነት ኣለዎ እንታይ ሓድነት ነይዎ ለኣምኒ ዜኣምኒ በጊዕ ምስ ዝብኢ ታይ ሓድነት ኔዋ በጊዕ ምስ ተኹላ ታይ ሓድነት ኔዋ በጊዕ እና ተኾላ ሓደ ክኾኑ ኣይኽእሉ ዝብኢ እና ተኾላ ዝብኢ እና በጊዕ ሓደ ክኾኑ ኣይኽእሉ ኣማኒ ሌኣማንም ሓደ ክኾነ ኣይኽእሊ ሓዳር ሓድነት ስለዝኾነ እና ና መጀመርያ መጀመርያ ሓደ ክርስቲያን መስፈርት ገይሩ ከቐምጠሉ ኣለዎ ስለ ሃይማኖት ክኾን ኣለዎ ቅድሚ ኩሉ ቅድስት ቤተ ክርስቲያን ትመክር ማለት እዩ ብካልኣይ ደረጃ ተጠንቀቆ ነገርም እኒኦ ኣብዚ መልክዕ ኣብ ቁንጅና ዝበሃል ነገር ቅድስት ቤተ ክርስቲያን ቁንጅና ሒዝዎ ልመፅእ መዘዛት ብዙሕ ምዃኑ ትገልፅ ማለት እዩ ኣብ ቁንጅና ለሎ ወጥመዳት ኣብ ቁንጅና ለሎ መሰናኽላት ንኣብነት ኣብ ቁንጅና ትዕቢት ክል ይኽእል እዩ። ተደላኢ እዩ ኢላም ክትሓስብ ትኽእል ሓንቲ ሰብ እና እዚ ነገር እዚ ጥንቃቄ ክገብረሉ ሃም ለለዎ ማለት እዩ። ኩሉ ቆንጆ ለኾነት ትዕቢተኛ እያ ሃሙ ዓይነት ሓሳብ ኒኤዋ እዩ ማለት ይኾነ ግን ቅድስት ቤተ ክርስቲያን ጥንቃቄ ክገብረሉ ትመርጽ። መስፈርቱ ታርጌቱስ ኣብ ቁንጅና ኣብ መልክዕ ስጋ ክኾን ሃም ለይብሉ ደም ግብኣት ሓሸት እዩ ይብሎ እና ሰሎምን ንሱ ክረግፍ ይኽእል እዩ ኣብ ሰዓቱ ኣብ ግዜኡ ክረግፍ ስለ ዝኽእል መልክዕ መስፈርቲ ክገብር ይኽእል እዩ መስፈርቱ ገይሩ ኣነ ቆንጆ ከብል እየ ተይሉ መሰሉ እዩ ቅዱስ ቤተ ክርስቲያን ኖ ትብሎ ይትኽእል ትፈቕደሉ እያ ግን ታርጌቱ ግን ኣብኡ ክኾን ሃምል የብሉ እያ ትነግሮ ታይማ ካብ ና ደገ ቆንጅናስ ናይ ውሽጢ ቆንጅና ክርኢ ትመኽሮ ማለት እዩ መን እዩ ይልዓቢ ናይ ውሽጢ ቆንጅና እዩ ልዓቢ ናይ ውሽጢ ፅባቀ እዩ ልዓቢ ካብ ናደገ ፅባቀ ማለት እዩ ዝናደገ ግዝያዊ እዩ ክሓልፍ ይኽእል እዩ ክረግፍ ይኽእል እዩ ብዕድመ በዝሒ ብዕድመ ንዓብየት ኣብ ትኸደሉ ቁፅርታት ብልኾነ ምኽንያት ኦረዲ ዝመልክዕ እሱ ክረግፍ ይኽእል እዩ ንኡ ኣሚንካ ምስ ኣተኻ መልክዕም ለየድልየሉ ግዜታት እውን እዮ ማለት እዩ ንኣብነት መልክዕ ገዛ ክራይ ኣኸፍለልካይ፣ መልክዕ ልጎደለ ኣይመልእልካይ፣ መልክዕ ለየድልየሉ ሰዓት እኒኦ፣ በቃ ለየድልየሉ ማለት እዩ። ብካልኣይ ደረጃ ንሪኦ ማለት እዩ ባህርያት ምፅናዕ ማለት እዩ። ባህሪ ምፅናዕ ደካማ ጎንያ ናዛ ጓል እንታይ እዩ፣ ናዚ ወድኸ ደካማ ጎኑ እንታይ እዩ? እወ ታእዩኸ ለይፈቲ ታእያኸ ለይትፈቲ ታእዩኸ ለፅልኣ ታእዩኸ ደስ ልብላ ልብል ነገር ክኾን ማለት እዩ። እዚ ንምፍልላይ ለይኮነስ ምጽንናዕ ምፍትታሽ ዝበሃል ነገር እኒኦ እና ምሙኳር ዝበሃል እዚ ብቤተ ክርስቲያንና ዝተወገዘ ነገር እዩ ምሙኳር ዝበሃል ነገር ጫማ የኾነ ሰብ ዓቂንኻ ትሰዶ ርኢኻ ትሰዶ ከምኡ የኾነ ግን ደካማ ጎና እንታይ እዩ ይኽእሎ ድየ ደካማ ጎና ሲ ኣነ ክፃወሮ ይኽእል ዶ ይኽእሎ ድየ እዚ ደካማ ጎና ከስ ክትእርሞ ክገብራ ይኽእል ዶ ኣነ ምስ ዕላማይ ምስ ሕልመይ ምስ ራእየይ ትኸት ትኽእል ዶ ኢልካ ታሽ መፅናዕቲ ምክያድ ካብ ምንታይ ቤተሰብካ እያ መፅያ ብዙሕ ኣቸጋሪ ስለ ዝኾነ ማለት እዩ ናይ መንፈስ ነገራት ጓል ደፍተራ ትኾን ትኽእል ጓል ጠንቋል ትኾን ትኽእል እያ ብዙሕ ነገር እኒኦ እና ኻሊእም ክትኾን ትኽእል እያ ኣብ ባዕድ ኣምልኮት ለምልኹ ቤተሰብ ዝወፀት ሰብ ትኾን ትኽእል እያ እና እዞም መንፈ ስለ ዝኾነት ሕደጋ የኾነ ግን ንሳ ትቃወሞ ድያ ወይስ ትድገፎም እያ እዩ ትድግፎም ድያ እዚ ናይ ሸይጣን ስራሕ ወይሲ ትቃወሞም እያ ትቃወሞም ተኮይና በቃ ተድልየካ እያ ማለት እዩ ድሕሪ ትድግፎም ኮይና ግን ከቢድ እዩ ማለት እዩ ከምዚ ዓይነት ሰብ ክትርሕቕ ንኤካ ማለት እዩ ኣብኡ ምፍታሽ ኢልና ንኤና ደካማ ጎኒ ምፍላጥ እና ብባህርያታ ምፍላጥ መቸገሪ ባህርያ እታ እዩ ደስ ልብል ባህርያ ኸ እታ እዩ ባህርያ ይኽእሎ ድየ ኣይኽእሎይ እወ ምስ ዕላማይ ሓደ ትኾን ትኽእል ድያ ኣይትኾኒ ሕልመይ ረኣየኸ ትኽተሎ ትኽእል ድያ ኣይትኽተሎይ ልብል መፅናዕቲ የድልየና ማለት እዩ ሃኡም ናይ ሃይማኖት ነገር ግን ሃምዚ እዩ በቃ ምስ ለይኾን ኣይኾን እዩ ኦረዲ ሓደ መንፈሳዊ ሰብ ምስ ዓለማዊ ክምርዖ ይኽእል እዩ ኣብ ሃይማኖት ንብል ተለና በዝሕ ሻዕ ካብ ሃይማኖትና ልወፁ ሰባት ኢና ልረኦይናና ኣብ ሃይማኖትና ውሽጢ ኣብ ሃይማኖትና ውሽጢ ኮይኖም ካብ ሃይማኖት ልወፁ ሰባት ብዙሓት እዮም ፓጋን ዝኾኑ ሰባት ኤቲስት ዝኾኑ ሰባት ብዙሓት እዮም በቃ መስቀል እንጠልጢሎም ግን ናይ መስቀል መንነት ለይፈልጡ ክርስትያንና ባህልቲ ግን ክርስትና ህይወት ለይነብርዎ ናይል ክለብ ዳጭፈረ ዝሓድሩ ሰባት ተኮይኖም እዚኦምስ ብጣዕሚ ከቢድ እዩ እና ሓደ ሓደ ሰባት መኼረ ክምልስ እየ ልብሉ ሰባትም ኣይሰኣኑና ግን ዓቕሚ እኒኤካ ድዩ እዩ እኮ ትምልሳ ትኽእል ዲኻ ዓቕሚ እኒኤካ ድዩ እንታይ ይብሎ ኣቦታት ናብ ጉድጓድ ለኣተየ ሰብሲ ኢድኻ ተሂውካዮ እታ እዩ ሒዙካ እዩ ለኣቲ እና በትሪ ተሂውካዮ ግን እዛ በትሪ ሰት ደሞ ከኣቲ ይኽእል ማለት እዩ እሱ እስኻ ግን ትድሕን እና ሓደ ብዙሓት ሰባት ክንምልስ ኢና ኢሎም ይኸዱ እሞ ኢዶም ይህዎም ኣብኡ ስሕቦም ናብዚ ጉድጓድ የእትዎም ማለት እዩ ኣንሕና ግን ባዕልና ክንዎም ይኾን ነይ ለለና ክንምልሶም ኢና ኒኤና ኢልና ንኣቱ የብልናይ ክንመኽሮም ኒኤና ክንነግሮም ኒኤና ናብ ዕላማና ክመፁ ተኽኢሎም ህይወቶም ክቕይር ድሌት ተሃልዎም ፍቓደኛታት ተኾይኖም እዚ ክንጅምሮ ንኽእል ኢና ማለት እዩ እና መፅሓፍ ቅዱስ ኣብዚ ብጣዕሚ ጥንቃቄ ልገብረልና በቃ ለይልና ሰባት ምሳና ሓድነት ክፈጥሩ ኣይኽእሉ ድሓረ ችግር ስለዝኾነ ማለት እዩ ናብ ብዙሓት ሓዳር ምብታንም ብዚ ምክንያት እዚ ስለዝኾነ እዩ ዕላሞም ሓደ ክኾን ስለለይከኣለ እዩ ሓድነቶም ልብተን ለሎ ማለት እዩ ድሕሪ ሰሙን ድሕሪ ወርሒ ድሕሪ ዓመት ሃምለ ይነበረ ዝኾን ለሎ ምክንያት እዚ ነገር እዚ ስለዝኾነ ኦሪት ዘፍጥረት 24 38 ከምዚ ይብሎ ንኣብርሃም ናይ ኢሳቅና ናይ ርብቃ ታሪክ እዩ ልኳን ኣቦና ኣብርሃም ልኣዘዞ ንዚ ኣገልጋይ እዩ ማለት እዩ ናብ ቤት ኣቦይ ናብ ዓይሌቴ ከይድካ ደኣ ንወደይ ሰበይቲ ኣምፀኣሉ ይብሎ ሽዑ ከዓ ኣነ ንጎይታይ ምናልባት እታ ሰበይቲ እንተይሰዓበትኒኸ በልክዎ እሱ ድማ በለኒ ኣብ ቅድሚኡ ዘመሓልኹኻ እግዚኣብሔር መልኣኹ ምሳኻ ምሳኻ ሰዲዱ መንገድኻ ከቕንዐልካ እዩ እሞ ንወደይ ካብ ዓሌተይ ካብ ቤት ኣቦይን ሰበይቲ ከተምፀሉ ኢኻ ናብ ዓሌተይ ምስ ኣምጻእካያ ድማ ካብቲ ካብቲ መሓላይ ክትነጽህ ኢኻ፣ እቲ ዝሃብኩኻ እሽዑ ኣብቲ መሓላይ ንጹህ ክትኸውን ኢኻ። ሎሚ ኸዓ ናብዛ ዓይኒ ማይ ወጺኤ በልኩ። ኣታ እግዚኣብሄር ኣምላኸይ ጐይታ ኣብርሃም ሆይ፣ እዛ ኣነ ዝኸደላ ዘሎኹ መንገዲ ልቐንዐት እንተ ኾይናስ፣ እንሆ ኣብ ጥቓ እዛ ማይ ዓይኒ ደው ኢለ ኣሎኹ። ማይ ክትቐድሕ እትመጽእ ጓል ኸኣ፣ ንሳ ድማ፣ ስተ፣ ንግመልካውን ክቐድሐልካ እየ፣ ትብለኒ። ንሳ እታ እግዚኣብሄር ንወዱ ጐይታይ፣ ንወዲ ጐይታይ ዝመደባ ሰበይቲ ትኹን። ኣነ ብልበይ፣ ምዝራብ ከይወዳእኹ እንሆ ርብቃ ዕትሮኣ ኣብ መንኮባ ጸይራ መጸት። ናብ ዓይኒ ማይ ወሪዳ ድማ ቀድሐት። ኣነ ኸኣ ኣስቲኒ በልክዋ። ቀልጢፋ ድማ ዕትሮኣ ኣብ መንኮባ ኣውሪዳ ስተ፣ ግመልካ እውን ከስትየልካ እየ በለትኒ። ኣነ ሰተኹ፣ ነቶም ግመለይ ድማ ኣስተየቶም። ኣነ ኸዓ እታ ጓል መን ኢኺ ኢለ ሓተትኹዋ ንሳ ኸዓ ጓል ቢቲኤል ወዲ ናሆር ሚልካ ዝወለደትሉ እየ በለት። እንታይ ይብለና ኣሎ እዚ ክንሪኦ ተለና እዚ ንኣብርሃም ግዙእ ማለት እዩ። ኣነስ ብልበይ ሃምዚ ኢለ ሓሲበ እንሆ ናይ ዓይኒ እዚኣ ትመጽእ ሰበይቲ ንኢሳቅ ትኹን። ማይ ተስትያትኒ ዝምልክት እዚ ኣርኤን ንእግዚኣብሔር ኣምላኸይ ንስኻ ፍቓድኻ ተኾይኑስ ሃምዚ ናይ ጎይታይ ናይ ኢሳቅ ሰበይቲ ትኾንሲ ናብዚ ማይ እዚ ናብዚ ዒላ እዚ ትምፃእ ማይ እውን ንኣይ ተስትየኒ ንዞም ግመለይ እውን ማይ ተስትዮም ማይ ከተስቲ ግበር ንሳ ምዃና ብኡ ከራጋግጽ እየ ምልክት ይኾነኒ ምልክት ይኾነኒ ኢሉ ሃም ዝጸለየ መን ይነግረና ኣሎ ማለት እዩ መን እዩ ግዙ ንኣብርሃም ማለት እዩ እና ሓደ ሰብም ቅድሚ ሓዳር እንታይ ክገብር ነዮ ማለት እዩ ባህርያ ምስ ኣጽንዐ ምስ ተመቸየቶ ነገራት ኩሉ ምስ ኾነሉ ምልክት ክርኢ ናብ እግዚኣብሔር ክጽሊ እኒኦዎ ማለት እዩ ክሳኸዐለይ ግበር መንገዲ ክቐንዐለይ ግበር ሃም ዝበሎ ማለት እዩ ፍቓድ ኣምላኽ ክጥይቕ ሃም ለለዎ ማለት እዩ ሓደ ክርስቲያን ኣብዚ ፍቓድ ኣምላኽ ክጥይቕ ሃም ለለዎ እሺ ፍቓድ ኣምላኽ ብሃመይ ይጥየቕ ናብ ብዙሓት ሕቶ እዩ ብዙሓት ሰባትን ብዚ ችግር እዚ ብዚ መንከራ እዚ ብዙሓት ክሳቐዩ ንሪኦም ኢና ንሰምዕ ኢና ማለት እዩ ብሃመይቲ ኢልና ብዙሓት ሰባት ሰውኣይ ይኣትዩ ናብ ሰውኣይ መልሲ ይስእኑ ፈተና ተፈቲኖም ይወፁ ማለት እዩ እግዚኣብሔር የመለሰለይ መኣዝ ዲማ ልምልሰለይ ምናምን ኢሎም ከንፀርፅሩ ይረኣዩ እዮም ማለት እዩ ግን ፍቓድ እግዚኣብሔር ብሃመ እዩ ዝፍለጥ ፍቓድ እግዚኣብሔር ሓደ ክርስትያን እዛ ሰበይቲ ሰበይቱ ክትኾን ሃም ፍቐደሉ እወ ርብቃ ንኢሳቅ ሰበይቱ ክትኾን ሃም ፍቐደሉ ንዚ ግዙእ ኣብርሃም ኣርእይዎን እዮ ምልክት ይዎን እዮ እና ሓደ ሰብ ምልክት ከግንልቕል ብሃመ እዩ ልብል መጀመርያ ማለት እዩ ቅድሚ ስውኣየ ምእታዩ ሓደ ክርስትያን ስውኣየ ምንም ለድክም የብልኹም እዩ ብዙሕ ስውኣየም ኣትኹም ናብ ፈተና ክትኣትዩ ባዕልኹም የብልኹም እዩ ስለምንታይ መጀመርያ ክትገብርዎ ነገር ነይኩም ስለምንታይ እግዚኣብሔር ሸይጣን እንታይ እዩ ለይኽእሎ እዩ ፍቓድ እግዚኣብሔር ምሕታት ኣየኽእሎ ኣይቋቆሙ እዩ ሸይጣን ኢየሱስ ክርስቶስ ኣብዚ መሬት ክምህረና ተሎ መምህርና እንዲዩ ኣምላኽና ፈጣሪና ጎይታና መምህርና ንብሎ ኣቦና ፈጣሪና ኢየሱስ ክርስቶስ ኣቦይ እዛ ፅዋ እዚኣ ካባይ ክትሓልፍ ፍቓድካ እንተኮይኑስ ይልምነካ ኣለኹ በቃ ፍቓድ ክንልምን ሃምለ ኣለና ፍቓድ ክንጥይቅ ሃምለ ኣለና ኢሉ ነግረና ኣብዚ መጀመርያ ወይኩን ፍቃደከ ፍቃድካ ድዩ ሓንቲ ሰብ ናይ ህይወትና ክትመፅ ተላ ሓንቲ ሰብ ክንሪኣ ተለና ክንመርፅ ተለና መጽናዕቲ ከነካይድ ተለና ተተሞሻትና ክኾን ይኽእል እዩ ወላ ሳም ክትመጽእ ትኽእል እያ ናብ ህይወትና እንታይ ክንብል ነየና ፍቓድ እግዚኣብሔር ክንጥይቕ ነየና ፈጣሪ ሆይ ፍቓድኻ ድዩ ፍቓድኻ ተኾይኑ እዚ ነገር እዚ ከምዚ ግዙ ኣብርሃም ማለት እዩ ፍቓድኻ ተኾይኑ እዚ ነገር እዚ ክሳኻዕ ግበሮ ኢድኻ እትየሉ ናትኻ ፍቓድ ተለይ ኮይኑ ግን ብምክንያት ካብ ህይወተይ ኣርሕቃ ብምክንያት ካብ ህይወተይ ኣርሕቆ ጓልም ብምክንያት ካብ ህይወተይ ኣርሕቆ ብምክንያት ካብ ህይወተይ ኣርሕቃ ናመን ፍቃድ ተለይ ኮይኑ ናይኻ ፍቃድ እንተለይ ኮይኑ ብፍቃደይ ዘይኮንኮስ ብፍቃድኻ ክምራሕ ስለ ዝደሊ ነፃ ፍቃደይ ተጠቒምካ ሃም ፍቃድኻ ምርሐኒ እንተልካ እግዚኣብሔር ሃም ፍቃዱ ክመርሐካ እዩ ማለት እዩ ስለምንታይ ለሙኑ ክበኩም እየ ልበለ ኣምላኽ እዩ ንሓደ ክርስትያን ድርሻ እሱ እዩ ከምዚ ኢልካ ምጽላእ እዩ ምልክቱ የርእየና ማለት እዩ ናቱ ፍቃድ ተኮይና ምሳና ክትቕጽል ክገብራ እዩ ካብ ህይወትና ኣይትርሕቀይ ተለይ ኮይኑ ግን ናይ ሰይጣን ወጥመድ ተኮይና ግን ካብ ህይወትና እንታይ ግበራ ማለት እዩ ብምክንያት የርሕቃ ማለት እዩ ብምክንያት የርሕቃ ካብ ህይወትና መጠረሻ ሓደ ክርስትያን ክገብሮ ልግቦ እንታይ እዩ ሱባኤ ምእታ እዩ በቃ እዚ ችግር ኸዚ እኒኦ ኮይኑ ለሎ ኣብ መንፈሳውያን ሰባት ማለት እዩ በቃ ሱባኤ ምእታ ሓንቲ ይርዩ ሱባኤ ኣትዩ ለለ ካብ ህይወቶም ትርሕቕ ንሳ ለለ በቃ የኾነይ እንታይ እዩ ገለ ኢሎም ጸርጸር ይብሉ ኣንጸርጺሮም እግርሪሞም ለለ ካልእ ምስ ካልእ ለለ ርክብ ይፈጥሩ ምስ ካሊእ ርክብ ምስ ፈጠሩ ለለ ካብ ህይወቶም ለለ ስዋኣይ ኣትዩ ሃም ናበልካ ክትወፆ ይትኽእል እዩ እንታይ ማይ ሓፃር መማረፂ ወይ ይኩን ፍቃድከ ፍቃድካ ይኹን ኢልካ ምፅላይ ማለት እዩ መጀመርያ ፍቃዱ ምጥያ መጠረሻ ኣርባዕተ ነጥቢ ስዋኣይ ምእታይ ስዋኣይ ትእተዮ ክንክለኩም ኣለኹ ስዋኣይ ተኣትዩ ግን ናብ መጠረሻ ክኾን እኒዎ ኣርባዕተ ነጥቢ ትገብርሉ ነገር ማለት እዩ ካብ ህይወትኩም ተለይ ርሒቃ ናይ እግዚኣብሔር ፍቃድ ምዃኑ ተረጋግፅሉ መጠረሻ ሰውኣየ ተኣትዩ ኔኩም ሰውኣየ ንምንታይ ኢና ንኣቲ ካብ ዕድመ ልክዕና ንችገር ካብ ዕድመ ልክዕና ንችገር ሰለስተ መዓልቲ ወይ ሸውዓተ መዓልቲ ክንችገር ማለት እዩ እስካብ ዕለተ ሞትካ ካብ ትችገር ኣብ ሓዳር ኣቲኻ ለይኮነ እግዚኣብሔር ለይፈቐደሉ ኢድ ለየትየሉ ተኾይኑ መንከራ ኢድና ካብ ዕድመ ልክዕካ እናተቸገርካ ትነብር ሰለስተ መዓልቲ